ውሽጣዊ ቅልውላው ኢትዮጵያን እናኸረረ ዝኸይድ ዘሎ ዞባዊ ፖለቲካን፣ ህዝቢ ትግራይ ኣብ ልዕሊ ህልውንኡ ንዝተኣወጆ ጀኖሳይድ ኲናት ንዝገበሮ መኸተ ተሓታቲ ህዝቢ ትግራይ፣
ሓድሽ ጸጋት ትግራይን ዞባናን ድሕር ንህዝቢ ትግራይ ዘይትጠቅም ውድብ ኮይና ንምንታይ ኣባል ኮንካ ንስኻ? ታይ ደሊኻ? ስልጣን? ታይ ነይሩካ ናብ ሕወሓት ዘጸግዕ? ኣብይ ኣሕመድ ምርጫን ቅልውላውን ኢትዮጵያ ኣብ ታሪኻ ዝኸፈ እዋንን ዝሓመቐ መራሕን ግብፂ ናብ ዘተ ግድብ ህዳሰ ኣይትምለስን ኪዳን ኤርትራ ሱዳንን ግብፅን ኢትዮጵያ ኣብ ማእከል ዞባዊ ከበባ ሰላም ኩቡራት ተኸታተልቲ ያድ ሚድያ ኣብ ዘዘለኹሞ ሰላምን ጥዕናን እንዳተመነና ናብ ናይ ሎሚ ትሕዝቶና ክንሰጋግረኩም ኣብ ናይ ሎሚ ምድላውና ሒዝናልኩም ቀሪብና ዘለና ትሕዝቶ ብኢትዮጵያ ብፍላይ ድማ ኣብ ትግራይ ዳግማይ ዘንጸላሉ ብዘሎ ሓደጋ ኩናትን ንሱ ዝፈጥሮ ሰፊሕ ዞባዊ ስግኣትን ዝድህስስ እዩ። መግለጺ ሓላፊት ቤት ጽሕፈት ህወሓት ከም መበገሲ ብምውሳድ ነዚ ኣብ መሬት ዘሎ ክውነት ምስቲ ኣብዪ ኣሕመድ ዘመዝገቦ ዓወት ምርጫ ኣዛሚድና ክንርኢ ኢና። ብተወሳኺ ግብጺ ኣብ ጉዳይ ግድብ ህዳሰ ዝሓዘቶ ተሪር መርገጽን ሱዳን ምስ ግብጽን ኤርትራን ብምሕባር ኣብ ልዕሊ ኢትዮጵያ ትፈጥሮ ዘላ ተወሳኺ ጂኦፖለቲካዊ ከበባን ብዕምቆት ክንትንትን ኢና። ነዚ ካብ ዝተፈላለዩ ምንጭታት እተረኽበ ሰፊሕ ጽሑፍ ኣወሃሂዱ ዘምህረት ወልደ ሰማእታት ኣዳልይዎ ኣሎ፣ ስዒድ መሓመድ ከቕርበልኩም እየ። ሰናይ ምክትታል። ናይ መንግስቲ በጀት ደው ኢሉ መንግስቲ ሰራሕተኛ ደሞዙ ክረክብ ኣይካል። ነዳዲ ከይኣቱ ናብ ትግራይ ተኸልኪሉ። መሰረታዊ ሸቐጣት ናብ ትግራይ ክኣቱ ኣይከኣለን። ናብ ካሊእ ዙር ዕፅዋ ዝኣተናሉ ኩነታት ተፈጢሩ።
ዞባና ኣፍሪቃ ብፍላይ ድማ ኢትዮጵያ ኣብዚ እዋን እዚ ኣብ ሓደ ካብቲ ዝኸፈን ኣዝዩ ተነቃፍን ታሪኻዊ መድረኽ ትርከብ ኣላ። ፖለቲካውን ጸጥታውን ወጥሪ ናብ ዝለዓለ ጥርዚ እናዓረገ ኣብ ዘለወሉ ግዘ እታ ሃገርን መላእ ዞባናን ኣብ ሓደጋ ምብትታንን ዳግማይ ደም ምፍሳስን ከይኣቱ ዓቢ ሻቕላ ፈጢሩ ኣሎ። እቲ ቅልውላው ብፍላይ ኣብ ሰሜናዊ ክፋል ኢትዮጵያ ዝረአ ዘሎ ወተሃደራዊ ምንቅስቓሳትን ነቲ ንሰለስተ ዓመትን ሸሞንተ ወርሕን ብስም ውዕል ፕሪቶርያ ተዓቂቡ ዝጸንሐ ተስፋ ሰላም ዘፍርስን ንዞባና ናብ ሓድሽ ደልሃመ ዘእቱን ይመስል ኣሎ። ነዚ እናዓረገ ዝኸይድ ዘሎ ወጥሪ ብንጹር ዘርእየና ብሰሉስ ሰላሳ ሰነ ኣባል ፈጻሚት ስራሕን ሓላፊት ቤት ጽሕፈት ህወሓትን ፈትለወርቅ ገብረዝጋብሔር መንጀሪኖ ንጋዜጠኛታት ዝሃበቶ ኣተሓሳሳቢ መግለጺ እዩ። መንጀሪኖ ኣብ መግለጺያ ዋላኳ ውዕል ፕሪቶርያ ተፈሪሙ ግዜያዊ ምምሕዳር እንተቖመ፣ ጸጥታን ድሕነትን ኣብ ባይታ ኣይተረጋገጸን። የግዳስ እቲ ተኹሲ ንግዜኡ ጠጠው እኳ እንተበለ፣ መንግስቲ ኢትዮጵያ ብድሮን ደብዳብ ብምፍጻምን ንትግራይ ብቑጠባ ሓሊኹ ብምሓዝ፣ ባጀት፣ ነዳድን መሰረታዊ ሸቐጣትን ብምኽላእ ነቲ ስምምዕ ክጥሕሶ ጸኒሑ'ዩ ትብል። እቲ ዝበኣሰ ስግኣት ግን ኣብዚ ሕጂ እዋን ዘሎ ወተሃደራዊ ምድላዋት እዩ። እታ ሓላፊት ቤት ጽሕፈት ህወሓት ወይዘሮ መንጀሪኖ ከምዘረጋገጸቶ ፌደራል መንግስቲ ኢትዮጵያ ሰራዊቱ ካብ ምዕራብ ትግራይ ናብ ምብራቕ ትግራይ ብምገዓዝ ንሓድሽ ኣዕናዊ ኩናት ይህንደድ ኣሎ። ማሕበረሰብ ዓለም ነዚ ዳግማይ ዝውላዕ ዘሎ ኩናት ደው ንምባል ዝገብሮ ዲፕሎማስያዊ ጻዕሪ እውን ኣብ ሕቶ ወዲቑ ኣሎ። መንግስቲ ኣሜሪካ ኣብ ልዕሊ መራሕቲ ህወሓት ዘውረዶ ናይ ቪዛ እገዳ ከም ሓደ ዘይፍትሓውን ንተበዳሊ ዝቐፅዕን ስጉምቲ ምዃኑ ፈትለወር ትነቅፍ። እቲ እገዳ ኣብ ልዕሊ ውልቀ ሰባት ዘይኮነስ ኣብ ልዕሊ መሰረታዊ መትከላት ህወሓት ዘነፃፀረ እዩ ድሕሪ ምባል ህወሓት ኣብ ጉዳይ ረብሓን ርእሰ ውሳነን ህዝቢ ትግራይ ፈጺሙ ከም ዘይደራደር ብትሪ ስሚራትሉ ሞዳ ሓንቲ ሃገር ብሰሜን ማለት ብትግራይ ዳግማይ ኩናት ከሸርጥጥ እንከላ

ብዕሊ ዓብላሊ ናይ ባይቶ ድምፂ ኣውሂቦም ኣሎም። ካብቶም ተነግረሎም ኣርባዕተ ሚእትን ሰማንያን ሽዱሽተን ወናብር ኣርባዕተ ሚእትን ሰላሳን ሸሞንተን ብምዕዋት እቲ ገዛእ ሰልፊ ሕጂ ኣብ ባይቶ ወከልቲ ህዝቢ ናይ ቴስዓ ሚእታዊት ዓብላሊ ድምፂ ኣውሒሱሉ ኣሎም። እዚ ብወረቐት ክረኦ እንከሎ ንልዕሊ ሚእትን ሰላሳን ሚልዮን ህዝቢ ንዘለዋ ሃገር ታሪኻዊ ውክልና እዩ ዝመስል። ይኹን እምበር ጂኦፖለቲካዊ ተንተንቲ ከም ዝገልጽዎ እዚ ውጽኢት እዚ ብዕምቆት እንክረ መጻርጋት እታ ሃገር ውሕስነት ከም ዘይብሉ እዩ። እዚ ውጽኢት ምርጫ ኣብዪ ኣሕመድ ኣብ 2018 ናብ ስልጣን ካብ ዝመጽእ ጀሚሩ ፖለቲካዊ ሓይሉ ዘደልደለሉ ዝለዓለ ጥርዚ እኳ እንተመሰለ ኣብ መሬት ዘሎ ሓቂ ግን ኢትዮጵያ ኣብ ቀረባ ታሪኻ ሓደ ካብቲ ዝኸፍአ ተነቃፍን ሓደገኛን ግዜ ተሕልፈሉ ብዘላ እዋን ይመፅእ ዘሎም ብፖለቲካዊ፣ ቁጠባውን ጸጥታውን መዳያት እታ ሃገር ብዓቢዩ ተሰባቢራ እያ ዘላ። እቲ ኩሉ ዝሓቶ ዘሎ ቀንዲ ሕቶ ድማ፣ እዚ ምቁጽጻር መንግስታዊ ስልጣን ነታ ሃገር ከረጋግኣ ድዩ ወይስ ነቲ እናቐጸለ ዝኸይድ ዘሎ ምብታና ጥራይ ክሽፍኖ? እቲ ኣብ ወረቐት ዝንበብ ዘሎ ፖለቲካዊ ርግኣት ክሳብ ክንደይ ላዕለ ላዕሊ ምዃኑ ንምርዳእ፣ ነቲ መስርሕ ምርጫ ብባዕሉ ብዕምቆት ክንምርምሮ የድሊ። እቲ ገዛ ሰልፊ ብልጽግና ዝረኸቦ ጸብለልታ ዝመስል ዓወት ብቐንዱ ብሰንኪ ስርዓታዊ ድኻም ተቃወምቲ ፖለቲካዊ ሰልፍታት ኣቐዲሙ ትጽቢት ተገብረሉ እዩ። ልዕሊ ኣርባዕተ ተቃወምቲ ሰልፍታት ኣብዚ መስርሕ ንምስታፍ ፈቲኖም እኳ እንተነበሩ ብሰንኪ ዋሕዲ ፋይናንስያዊ ዓቕምን ሃገራዊ ትሕዝቶን ግን ተደናቒፎም እዮም። ንኣብነት ኤዜማ ዝተባህለ ሓደ ካብቶም ፍሉጣት ተቓወምቲ ሰልፍታት ኣብ ክልተ ሚእትን ቴስዓን ሰለስተን ወረዳታት ምርጫ ጥራይ ሕጹያት ክቐርብ እንከሎ እቲ መንግስታዊ ደገፍ ዘለዎ ሰልፊ ብልጽግና ግን ኣርባዕተ ሚእትን ስሳን ሓደን ሕጹያት ኣቕሪቡ ነይሩ። ኣብ ስሳን ኣርባዕተን ወረዳታት ድማ ሰልፊ ብልጽግና ብዘይ ዝኾነ ተወዳዳሪ በይኑ ይወዩ። ኣብ ትግራይ ብሰንኪ ስጋት ጸጥታን ምብትታንን ሓንቲ ድምፂ ተዋህበን። ኣብ ኣምሓራን ኦሮምያን ድማ ብሰንኪ ዕጡቓት ሓያሎ ነቑጣታት ተዓጽየን እየን። ስለዚ እዚ ቴስዓ ሚእታዊት ዓወት ቁጽጽር ናይ ኣዲስ ኣበባን ውሑሳት ዞባታትን እምበር ናይ ሓንቲ ዝተወሃሃደት ሃገር ድምጺ ከምዘይኮነ ሓተታ ቲኣርቲ ይሙግት። እዚ ድማ ኣብይ ኣሕመድ ስልጣኑ ብፍጹም ኣደልዲሉ ክነሱ ሃገሩ ግን ትፈርስ ዘላ መራሒ ይገብሮ። እዚ ከምዚ ዝበለ ምዕባለ ቀዳማይ ሚኒስተር ኣብ ዘካየዶ ዘሎ ድራማዊ ፖለቲካዊ ዕንደራ ዘንጸባርቕ ምዃኑ ድማ ተንተንቲ ይገልጹ። ኣብተን ቀዳሞት ዓመታት ስልጣኑ ምስ ጎረቤት ሃገር ኤርትራ ብዝገበሮ ናይ ሰላም ስምምዕ ኮይኑ ድማ ናይ ኖቤል ሽልማት ሰላም ብምርካቡ ብማሕበረሰብ ዓለም ከም ርሑቕ ጠማትን መርሓ ኮይኑ ተሞጊሱ ነይሩ እዩ። ሎሚ ግን እቲ ዛንታ ብመሰረቱ ተቐይሩ ኣብይ ብሰንኪ እቲ እንዳዓበየ ዝኸይድ ዘሎ ምልካዊ ኣገባብ ምሕደሩ ብማሕበረሰብ ዓለምን ብውሽጣዊ ፖለቲካን ሓያል ነቐፌታ የጋጥሞ ኣሎ። ብሰንኪ ምግባት ስልጣን ድማ ሓፈሻዊ ምርጫታት ኢትዮጵያ ኣብ ውሽጢ ተወዳዳርን ዲሞክራሲያውን ሃዋህው ይካየድ ኣሎ ኢልካ ንምግላጽ ኣዝዩ ኣጸጋሚ ምዃኑ ሓተታ ማዕከን ዜና ቲኣርቲ የቃልም። ኣብ ርእሲ እዚ ውሽጣዊ ቅልውላው ኢትዮጵያ ብሓደገኛ ዞባዊ ጂኦፖለቲካ ከበባ እንዳተዋሕጠት እያ ትመጽእ ዘላ።

ኣብ ልዕሊ ኣዲስ ኣበባ ሓያል ጸቕጢ ይገብር ኣሎ። ኣብዚ ጉዳይ እዚ ግብፂ ናብቲ ብዛዕባ እቲ ግድብ ህዳሰ ዝካየድ ዝነበረ ናይ ሰለስተ ሸነኽ ወይ ስሉሳዊ ዘተ ከም ዘይትምለስ ዝሓዘቶ ኣቕዋም ክሳብ ሕጂ ጸኒዑ ከም ዘሎ ትማሊ ፍሊጣ ኣላ። ሚኒስትሪ ማይን መስኖን እታ ሃገር ሃንስ ዌላም ከም ዝገለጾ ፕሬዚደንት ኣልሲስን ፕሬዚደንት ትራምፕን ኣብቲ ዝሓለፈ ቅንያት ብዛዕባ እቲ ግድብ ካብ ዝዘራረቡ ንደሓር ኣሜሪካ ኣብ መንጎ ግብፅን ኢትዮጵያን ዘሎ ፍልልይ ንምፅባብ ድሌት ከም ዘርኣየት ማዕከናት ዜና ግብጺ ጸብጺበን እየን። ይኹን እምበር ኣብዚ እዋን እዚ ብዛዕባ እቲ ግድብ እተጀመረ ዘተ ከም ዘየለ ዝጠቐሰ እቲ ሚኒስተር፣ ረብሓታት ግብጺ ከውሕስ ኣብ ዝኽእል ንጹር ማዕቐፍ መትከላት ተዘይኮይኑ፣ ግብጺ ናብቲ ዘተ ፈጺማ ከም ዘይትምለስ ብዕሊ ኣፍሊጡ ኣሎ። እዚ ድማ ኣብ ልዕሊ ኢትዮጵያ ካልእ ጸቕጢ ዝፈጥር ጉዳይ ኮይኑ ይቕጽል ኣሎ። እዚ ተሪር መርገጺ ግብጺ ናይ ሱዳን ደገፍን፣ ነቲ ኣብ መንጎ ሱዳንን ኢትዮጵያን ዘሎ ታሪኻዊ ቅልውላው ዘይምትእምማን የጋድዶ ከም ዘሎ ተንተንቲ ይገልጹ። እዚ ኩነታት ከም ዘይተፈትሐ ድማ እቲ ኣብ መንጎ 2020ን 2022ን ኣብ ዶብ ኣልፋሽጋ ዘጋጠመ ደማዊ ግጭታት ዘረጋገጾ ኮይኑ እቲ እዋናዊ ኣሰላልፋ ሱዳንን ምንቅስቓስ ሰራዊት ሱዳን ኣብ ዶባት ምዕራብ ኢትዮጵያን ካልእ ተወሳኺ መርኣያ እዩ። ስለዚ ኢትዮጵያ ሕጂ ኣብ ርእሰቲ ኣብ ትግራይን ካልኦት ክልላትን ዘለዋ ውሽጣዊ ድኻማት ብዞባዊ መቐናቕንቲ ሱዳን ኤርትራ ግብጺ ተኸቢባ ብሓያል ኩነታት ተኸቢባ ከም ዘላ ክረኣ ይካል። ስለዚ ኣቢይ ኣሕመድ ንፓርላማ ሃገሩ ብቴስዓ ሚእታዊት ምቁጽጻሩ ንግዜኡ ፖለቲካዊ ዕድሚኡ የናውሕ ይኸውን። ይኹን እምበር ከምቲ መንጀሪኖ ዘተንባሃቶ ትግራይ ናብ ድርኩኺት ዳግማይ ኩናት ካብ ረገጸት ከምኡውን ዞባዊ ዝምድናታት ብፍላይ ምስ ኤርትራ ግብጽን ሱዳንን ድማ መመሊሱ እንዳተሓላለኸ ካብ ከደ እዚ ዓወት ምርጫ እዚ ዘምጽኦ ውሽጣዊ ይኹን ዞባዊ ርግኣት የሎን። ናይ ብሓቂ ሰላም ባይቶ ብምቁጽጻር ዘይኮነስ ኣብ መሰረታዊ ፖለቲካዊ ፍልልያት ሓቀኛ ዘተ ብምክያድ ጥራይ እዩ። እዚ ድማ ኣቢይ ኣሕመድ ነቲ ቀንዲ ዝልለየሉ ኣምሰሉነት ሸሕጣንን ምድንጋርን ዝመልኦ ባህሪኡ ሓዲጉ ክውንነት ክቕበል ፍቓደኛ ምስ ዝኸውን ጥራይ ዝረጋገጽ እንተዘይኮይኑ ነታ ሃገር ሰላም ኣይክህባን እዩ። ብዘይ ውሽጣዊ ሰላም ኢትዮጵያ ድማ ዝኾነ ይኹን ዞባዊ ሰላም ይኹን ቁጠባዊ ውህደትን ዕቤትን ክሕሰብ ኣይክእልን እዩ። ክቡራት ተኸታተልቲ ነቲ ውሽጣዊ ቅልውላው ኢትዮጵያን እናዓበየ ዝመጽእ ዘሎ ዞባዊ ከበባን ብዕምቆ ዝርኢ እዋናዊ ትሕዝቶና እዚ ነይሩ። ስግኣት ኩናት ትግራይ፣ ምርጫ ኣብዪ ኣሕመድ ከምኡውን ግብጺ ናብ ዘተ ግድብ ህዳሰ ከምዘይትምለስን ዝሓዘቶ መርገጽን ከምጽኦ ዝኸል ሓድሽ ጂኦፖለቲካዊ ስጋት ርኢና ኣለና። ብትሕዝቶን ኣቀራርቡን ዓጊብኩም ክትኮኑን ኣገዳሲ እዋናዊ ሓበሬታ ብስፍሓት ተገንዚብኩም ክትኮኑ ተስፋ ንዓብዩ እዩ። ከም ወትሩ ኣብዚ ንሃገርናን ዞባናን ዝጸሉ ዘሎ ዝተላዕለ እዋናዊ ጉዳይ ዘለኩም ርእይቶን ሓሳብን ቦታ ኮመንት ኣካፍሉ። ላይክ ከምኡውን ንካልኦት ንክበፅሕ ሼር ክትገብሩ ድማ ግደ ከም ምዃን ነዘኻኸር ብካልእ ኣገዳሲ መደብ ክሳብ ንራኸብ ሰላምን ቅሳነት እንዳተመና ንሰናበተኩም ሰላም
እቲ ካብ መረበቱ ተፈናቒሉ ዘሎ ህዝብና ናብ መረበቱ ክምለስ ናይ ምግባር፣ ኣብ ስደት ኣብ ዝተፈላለዩ መዕቖቢ ማእኸላት ዘሎ ህዝብና ናብ መረበቱ ክምለስ ናይ ምግባር ጉዳይ። እንድሕር ንህዝቢ ትግራይ ዘይትጠቅም ውድብ ኮይና ንምንታይ ኣባል ኮይንካ ንስኻ? ታይ ደሊኻ? ስልጣን? ታይ ነይሩ እካ ናብ ህወሓት ዘፀግዕ? ናይ መንግስቲ በጀት ደው ኢሉ መንግስቲ ሰራሕተኛ ደሞዙ ክረክብ ኣይከኣለን።